ሰላም ተኸታተልቲ ናይ ዮና ቲቪ ከመይ ቀኒኹም ንሎማዓንቲ ድማ ናባኹም ኣዳሊናያ ዘለና ሓጻር ታሪኽ ህይወት ናይ ብሩስ ሊ ኮይና ቅድሚኡ ግን ኣብዛ ቻነል ሓደሽቲ ዝኾንኩም ሳብስክራይብ እንዳገበርኩም ከተተባብዑና ብክብሪ ንዕድም እምበኣር ከስ ናብ ተዳልናልኩም ዘለና መደብ ክነብለኩም ኢና ሰናይ ምክትታል
First of all, I speak only Cantonese. Yeah. So, I mean, there is quite a difference as far as
ብሩስሊ ካብ ኣቦኡ ሊዮንቺዮን ካብ ኣዲኡ ግሪስ ሆን ብ ሽሕን ትሽዓተ ሚእትን ኣርባዓን ኣብ ፍራንሲስኮ ካሊፎርንያ ሕቡራት መንግስታት ኣሜሪካ ተወሊዱ። ዋላ እኳ ኣብ ኣሜሪካ እንተተወለደ ግን ኣብ ሆንግ ኮንግ ቻይና እዩ ዓብዩ። ኣቡኡ ተዋሳኣይን ደራፋይን ብምንባሩ ብሩስሊ ኣብ ናይ ፊሊም ዓለም ብንእሽትኡ እዩ ኣትዩ። ይኹን እምበር ብሩስሊ ምስቶም መዘንኡ ዝነበሩ ኰይኑ፣ ናይ ባእስን ናይ ዕግርግርን ህይወት ጀመረ። ኣብዚ ህይወት እዚ እንከሎ እምበኣር'ዩ ንመከላኸሊ ነብሱ ኢሉ ኩንግፉ ዝበሃል ናይ ካራተ ታዕሊም ዝወሰደ። ጐኒ ጐኑ ከኣ ናይ ሳዕስዒት ትምህርቲ ወሰደ። ጽቡቕ ናይ ሳዕስዒት ክእለት እውን ኣጥረየ። ኣብ ሽሕን ትሽዓተ ሚእትን ሓምሳን ሸሞንተን፣ ማለት ወዲ ዓሰርተ ሸሞንተ ዓመት ምስ ኰነ ኸኣ፣ ኣብ ሆንግ ኮንግ ቻይና ብሳዕስዒት ቻ-ቻ ተባሂሉ ዝፍለጥ ስልማት ክስለም ከኣለ። ብሩስ ሊ በቲ ዝነበሮ ክእለት፣ ኣብ ጎደናታት ይበኣስ ስለ ዝነበረ ብፖሊስ ብተደጋጋሚ ይህደንን ይድለይን ነበረ። ቤተ ሰቡ በዚ ነገራት እዚ ስለ ዝሰግኡ ካብ ሆንግ ኮንግ ቻይና ኣብ ዓሰርተ ሸሞንተ ዕድሚኡ ናብ ሲያትል ሕቡራት ኣሜሪካ ክነብር ሰደድዎ። ኣብ ሲያትል ምስ ቤተ ሰቡ እንዳተቐመጠ ከኣ ኣካዳሚ ትምህርቱ ተማህረ። ብድሕሪኡ እውን ናይ ሃይስኩል ትምህርቱ ኣብ ዩኒቨርሲቲ ዋሽንግተን ወደኣ። ኣብ ሲያትል ከኣ ካራተ ብግቡእ ተማህረ። ካብኡ ሓሊፉ እውን ንዝበለጸ ትምህርቲ ናብ ኦክላንድ ከደ። ኣብ ኦክላንድ ከኣ ብዙሕ ቅድታት ናይ ካራተ ተማህረ።

ብ1966 ከኣ ንሊንዳ ሊ ካድወል ተመርዕዩ ክልተ ቆልዑ ክወልድ ከኣለ። እቶም ካብ ሊንዳ ዝወለዶም ከኣ እቲ ወዲ ብራንዶን ሊ እታ ጓል ከኣ ሸኖን ሊ ይበሃሉ። ብሩስ ሊ ኣብ ሎስ ኣንጀሎስ ኣብ ዝነበረ ናይ ሰርከስ ውድድር ተወዳደረ። በቲ ዝነበሮ በርቃዊ ክእለትን ቅልጣፈን ከኣ ልቢ ብዙሓት ክሰልብ ከኣለ። ኣብ ሽሕን ትሽዓተ ሚእትን ስሳን ሽዱሽተን ግሪን ሆርነት፣ ቀጠልያ ዕኮት፣ ኣብ ዝተሰምየት ተኸታታሊት ናይ ተለቪዥን ምርኢት እውን ክዋሳእ ዕድል ረኸበ። ብድሕሪ እዛ ፊልም እዚኣ ግን ብሩስ ሊ ናይ ተዋስኦ ዕድል ክረክብ ኣይከኣለን። ስለዚ ናይ ካራተ ትምህርቲ ነቶም ኣብቲ ግዜ እቲ ዝነበሩ ተዋሳእቲ ከሰልጥን ጀመረ። ካብቶም ዘሰልጠኖም ተዋሳእቲ ከኣ ከም ስቲቭ ማክኖን ዝርከብዎም እንዳ ኣሰልጠነ ናብርኡ ክመርሕ ጀመረ። ብሩስሊ ኣብ ሽሕን ትሽዓተ ሚእትን ስሳን ትሽዓተን ኣብ ማርላዊ እትብል ፊሊም ደሓን ዝኾነ ውጽኢት እኳ እንተረኸበ ንሱ ግን በዚ ኣይዓገበን ስለዚ ናብ ሆንግ ኮንግ ተመሊሱ The Big Boss Fitness of Fury ዝብላ ክልተ ፊልምታት ከፍሪ ከኣለ። እዘን ፊልምታት እዚኣተን ከኣ ኣብ መላእ ዓለም ተቐባልነት ረኸባ። ብሩስ ሊ በዚ ካብዘን ፊልምታት ዝረኸቦ ኣታዊ ናይ ባዕሉ ናይ ፊልም ኢንዳስትሪ ክገብር ከኣለ። ኣብ ሽሕን ትሽዓተ ሚእትን ሰብዓን ክልተን ከኣ ዘ ሪተርን ኦፍ ዘ ድራጎን እትብል ዕውትቲ ፊልሚ ክሰርሕ ከኣለ። ኣስዕብ ኣቢሉ እውን ኣብ ሽሕን ትሽዓተ ሚእትን ሰብዓን ሰለስተን ኢንተር ዘ ድራጎን እትብል ፊልም ኣብ ናይ ሆሊውድ ኢንዱስትሪ ተቐባልነት ዝረኸበት ፊልም ኮነት። ብሽሕን ትሽዓተ ሚእትን ሰብዓን ሰለስተን ኣብ ዝነበረ ምርኢት ብሩስ ሊ ኣብ ቅድሚ ኣሽሓት ተዓዘብቲ ብኽልተ ኣጻብዕቱ ፑሽኣፕ ሰርሐ። ብድሕሪ እዚ እውን ሓደ ኣብቲ ግዜ እቲ ኣርባዕተ ግዜ ብቦክሰር ዝተዓወተ ንናይ ብሩስ ሊ ቅልጣፈ ክፍትን ናብቲ ቦታ መጸ። እንተኾነ ግን፣ ነቲ ናይ ቡሩስሊ ናይ ኢዱ ወስታ ክከላኸሎ ኣይኮነን ክሪኦ እውን ኣይከኣለን። ብድሕሪኡ እውን ክልተ ሰባት ክፍትንዎ መጹ። ብቦክስ ሃሪሙ ክሳብ ሰለስተ ወይ ኣርባዕተ ሚትሮ ዝኣክል ርሕቐት ንድሕሪት ከም ዘውደቖም ይዝከር። ሓደ ጆን ሉዊስ ዝተባህለ ቦክሰር ከኣ ክፍትኖ መጸ። ንዕኡ እውን ከምቲ ነቶም ክልተ ዝገበሮም ከምኡ ገበሮ። ካብኡ ኒንዮ ከምቲ ናይ ቡሩስሊ ጂት ኩንዶ ዝበሃል ቅዲ ናይ ካራተ ክመሃር ወሰነ። ኣብዚ እዋን እዚ ፊልምታት ኣብ ምስራሕ ዝርከብ ዝነበረ ቡርስሊ ካብዚ ዓለም እዚኣ ብሞት ተፈልየ። ምኽንያት ሞቱ ከኣ ናይ ሓንጎል ሕበጥ'ዩ ዝነበረ። ኣማውትኡ ሃንደበታውን ንብዙሓት'ውን ዘሰንበደ ነበረ። ድሑር ሽዱሽተ መዓልቲ ድሕሪ ሞቱ ከኣ እታ ሆንግ ኮንግ እትብል ፊልም ሰሪሑ ወዲእዋ ክንሱ ከመርቓ ግን ዘይከኣለ ፊልም ተዘርግሐት። መዓስ እዚ ጥራይ ብህይወት ከሎ ዘዳለዋ ዘ ጌም ኦፍ ዴዝ እትብል ፊልም እውን ብሽሕን ትሽዓተ ሚእትን ሰብዓን ሸሞንተን ተዘርግሐት። ብሩስ ሊ በቲ ዝሰርሖ ፊልምታትን በቲ ዝነበሮ ናይ ካራተ ክእለትን ናይ ዕስራ ክፍለ ዘመን ብሉጽ ተዋሳኣይ ክበሃል በቒዑ እዩ። ንብዙሓት ናይ ኤሽያ ተዋሳእቲ እውን ኣብ ሆሊዉድ ክዋስኡ ዕድል ዝኸፈተ እውን እዩ። ብራንዶን ሊ ነቲ ናይ ኣቦኡ ሞያ ክቕጽል ጀመረ። ብሽሕን ትሽዓተ ሚእትን ተስዓን ኣርባዕተን The Crow ዝተሰምየት ፊልም እንዳሰርሐ እንከሎ ከኣ ሓደ ካብቶም ተዋሳእቲ ነታ ሽጉጥ ጥይት ኣለዋን የብላን ከየረጋገጸ ተኮሰሉ እሞ ቀተሎ። ንምንታይ ከምኡ ጌርካ ኢሉ ምስ ተሓተተ፣ ጥይት ዘለዋ ኣይመሰለንን ኢሉ መለሰሎም። ብራንዶን ሊ፣ ወዲ ብሩስ ሊ፣ ክመውት እንከሎ ወዲ ዕስራን ሸሞንተን ዓመት ነበረ። ክቡራት ተኸታተልቲ ናይ ዮና ቲቪ ንሎማዓንቲ ኣዳሊናልኩም ዝነበርና ሓጻር ታሪኽ ህይወት ናይ ብሩስ ሊ ነዚ ትመስል ኣብ ካልእ ግዜ ብካልእ ትሕዝቶ የራኽበና እንዳበልና ነዛ ቻነል ግን ሓደሽቲ ዝኾንኩም ሳብስክራይብ ኣይትረስዑ እንዳበልና ኣብ ካልእ ግዜ ብካልእ ትሕዝቶ የራኽበና ሰላም ቀንዩ